ሊሊ ብጣዕሚ እያ ተናዲዳ ምክንያቱ እዚ ስልኪ ዝሃባ ወይኒ ዝገዝአትሉ እምበር ሓድሽ ገዝኢላ ከም ዘይኮነ እዩ ዝስማዕ ዘለና ብጣዕሚ ብጣዕሚ እያ ተናዲዳ ማለት እዩ ኣሌክስ ግን ንምንታይ ከምኡ ገይሩ እንድዒ በዚ ፕራንክ ክገብራ እዩ ለምችም ኣይሓስብን ማለት እዩ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ደኣ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ከዓነይ ብሓድሽ ቪድዮ መፅየኩም ኣለኹ ነዛ ቪድዮ ክጅምር ከለኹም ላይክ ብምጋር ጀምሩ ኢኹም ሓደሽትን ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክህለኩ ይንፈቱ ማለት እዩ ሳብስክራይብ ላይክ እንዳገበርኩም ስለተበረታትዕኒ ብጣዕሚ ብልቢ ብልቢ እየ ዘመስግን ማለት እዩ ሕጂ እውን ምብርትታዕኹም ኣይፈለኒ ክብል ይደሊ ክቡራት ሓተይ ማለት እዩ እዛ ቪድዮ ድማ እስከ መጨረሻ ተኸታተልዋ ማለት እዩ ለማዕንቲ እውን ርእስና ብዛዕባ ሊልና ኣሌክስ እዩ ማለት እዩ ትማሊ እኳ ደስተኛታት ከም ዝነበርኩም ብጣዕሚ ብጣዕሚ እየ ዝፈልጥ ማለት እዩ ንምንታይ ብጣዕሚ ሓጎስኩም ትገልፁ ስለ ዝነበርኩም ደስ ስለዝበለኩም ድማ ኣነ እውን ደስተኛ ኮይነ ንምንታይ ሓደ ሰብ ክሕጎስ ከሎ ክድሰት ከሎ ክንደየናይ ናይ ሰብ ደስታ ከም ዘደሰተካ ትፈልጥዎ ኢኹም በዓልትኹምና ስለ ዝተሓበረቑ ደስ ብልብል ቪድዮ ስለ ልመፁ ደስ ኢልኒ ትማሊ ማለት እዩ ሊሊ ማዕረኽ እንደይ ናይ ደስተኛ ነይራ እዚ ሰሓቓ እንደይ ናይ ናፍቅና ከም ዝነበረ ንሕና ኢና ንፈልጥ ማለት እዩ ቤተሰብ ኣሌክስ ድማ ብጣዕሚ ከም ዝተጸጸተ በቃ ኣነሲ ኣብዚ ሕዚ ሰዓትሲ ንዓ ከሕጉስ ንዓኣ ከደስት እዩ ዘለኒ እምበር ንዓኣ ከናድዳ ወይ ከዓ ንኣ ክሕዝናሲ ኣይነበረንን ኢሉ ብጣዕሚ ድሕሪ ደጊም ግን ከምዚ ዓይነት ቪድዮ ኣይንሰርሕን ኢና፣ ከምዚ ዓይነት ጭቕጭቕ ኣይንሰርሕን፣ ኣብ ፍቕሪ ፍቕሪ እምበር ምንም ነገር ከምዚ ጭቕጭቕ ምናምን ኣይትርእዮም እናበለ ቃል እንዳኣትየ ነይሩ ማለት እዩ። ቅድሚ እዚ ቃለይ ሰቢረ ቃለይ ዓፂፈ እየ ነይረና ብጣዕሚ ይቅርታ ቤተሰብ እንዳበለ እዩ። ይቅርታ ከምትገብሩለይ ድማ ኣይጠራጠርን እየ እንዳበለ ማለት እዩ። ብልገርም ነገር ንሊሊ ሳፕራይዝ ገብራ ሒዝዋ መጺኡ ነይሩ ማለት እዩ ሊሊ ድማ ብጣዕሚ እያ ተሓጒሳ ብጣዕሚ እያ ደስ ኢልዋ ነይሩ እዚ ፍሽኽታኦምሲ ክንደይ ናይ ደስከ ዝብል ክንደይ ናይ ከም ዘጥዕመሎም ቤተሰብ ብጣዕሚ እዮም ደስ ብሉካ ማለት እዩ። ጎበዛት እዮም እና ደስተኛ ከም ዝነበረት ሊልል ኢና ማለት እዩ። ኣሌክስ ድማ ንሊልሲ ዝህባ ዘሎ ግፍቲ ማለት እዩ ጊፍቲ ቀተቢሰ ዝህባ ዘለኹ ጊፍቲ ኣነ ንዓ ዓብዪ ማለት ኣይኮነ ግን እዚ ጊፍቲ እዚ ክህባ ከለኹ በቃ ንዓኣስ ከም ዝሓስባ ከም ዘስታወሳ እዩ እምበር እዚ ሂወተይ እኳን መስዋእቲ ተዝኸፍለላ ንዓኣ በቃ ማለት ሲ እሱ እዩ ልግበኣ ብሂወተይ እውን መስዋእቲ ክኸፍለላ ይኽእል እየ ናበለ ማለት እዩ ቱልሃባሲ ንእሽተን እዩ ንኣ ብዚሕዎ ኣይኮነን በቃ ማለት ግን ለባ ስለ ዝሰበርክዎ ብጣዕሚ በቃ ኣብ ለይግባኣ ሰዓት ከምኡ ስለ ዝሰራሕኩ ከምኡ ስለ ዝገበርኩ ብጣዕሚ እየ ተጸጽቲተ ብጣዕሚ እየ ሓዝንና ክክሕሳ እየ ካብ ድሕር ደጊም ናይ ሓጎሳ ምንጭ እምበር ናይ ሓዘና ምንጭ ክኾን ኣይደልን እየ ናበለ ማለት እዩ ልዕሊ ሸሞንተ ዓመት ዝኣክል ኢና ብሓንሳብ ጸኒሕና ማለት ካብ ብቆልዐትና ካብ ምንም ዘይንፈልጥ ህፃውንቲ ቆልዐትና ኣለና ብሓደ ዓብና ኣብዚ በፂሕና እና እሳ ናይ ችግረይ መካፍልተይ ኩል ነገረይ እያ እሳ ብጣዕሚ ኩል ነገረይ ትርድኣለይ ኣብዚ ንክበፅሕ ኣብ ጎነይ ኮይና ኣጆኻና በለት ዝሓገዘትኒ ብዙሕ ነገር ልኾነት ሌሰኣ እሞ ንኣኣ ናይ ሓዘና ምንጪ ክኾን የብልይን እንዲያም ናይ ሓጎሳ ምንጪ እዩ ክኾን ዘለኒ እምበር እናበለ ብጣዕሚ እዩ ልቢ ዝነክእ ቤተሰብ ማለት እዩ ባይዘወይ ብጣዕሚ እዮም ደስ ዝብሉኻ ማለት እዩ ካብ ቆልዑቶም ሓቢሮም ስለ ዝዓበዩ ሕጂ እውን ቆልዑት እዮም ኣበይ በፂሖምዎ ግን ካብ ቆልዑቶም ሓቢሮም ዓብዮም ኣብ ፍቕሪ በፂሖም ተመርዕዮም ሕጂ ድማ ናም ውላድ እግዚኣብሔር ኣምላኽ ኣብ ውላድ ኣብቂዕዎ መሎ ማለት እዩ ወሊዶም ልስዕምዎ ይጎሮም እግዚኣብሔር ኣምላኽ ማለት እዩ ኣብ ጸሎትኩም ዘክርዎም ንኩሉ ጸሎት እዩ መፍትሒኡ ብጸሎት ተሓጊዝካዮ ንሓደ ሰብ እግዚኣብሔር ኣምላኽ ከዓነይ ንብጻይካ ክጽልየሉ ከለኻ ክንደይ ናይ ጸሎት ይሰምዕ ትፈልጡ ኢኹምና ቤተሰብ ብሰላም ንክትገላገል ኣዴ ማርያም ብሰላም ንክመፅኣ ፀሎት ግበርላ ማለት እዩ እና ብጣዕሚ ደስተኛታት ከም ዝኾኑ ትማሊ ብዙሕ ነገር ከም ዘዕለሉ ማለት እዩ ናብ ስድራ ደው ኢሎም ስድራ ከም ዝኾረዩሎም ንምንታይ ከምዚ ዓይነት ሕድርኻ ማለት መጀመርያ ካብ ትግራይ ክትመፅእ ከላ ኣማዘሩን ኣሌክስ ዓይኖም ማለት እዩ ሓደራ ሓደራ ኢላ ሓደራ እትያ ማለት ቃለ እትያ እያ ሰዳታ ንልል ማለት እዩ ማለት እንሲ ያው ብዙሕ ለቸግሮ ሰብ ኣሎ ምን ለቸግሮ ሰብ እውን ኣሎ ንኩሉ ሰብ ማዕረ ይኮነን ማለት እዩ ከመይ ሓደ ሓደ ሰብ ብዙሕ በቃ መልሲ ኣብ ጥንሲ ሰዓት ክኾን ከሎ ብዙሕ ዝችገራ ኣለዋ እየን ማለት እዩ ሊሊ ግን እግዚኣብሔር መስገን ኣነ ዳሕና እየ ጥንስቲ ምዃነይሲ ኣብ ድቃስ ሰዓት እና ያው ደገ ክወጽእ ከለኹ እየ ለስታውስ እምበር ምንም ኣይከብደኒ በቃ ንኣነሲ ጽቡቕ እየ በቃ እግዚኣብሔር መስገን እናበለት እዩ ማለት እዩ። ምስጋና ክይብዛሕ እንዳመስገንኪ ንበሪ እና ያው ሰብ ከከም እንትኑ እዩ ማለት ናይ ሰብ ባህርያቱ እንትን ኣለዎ ልፈላለ ማለት እዩ። ኣብ ጥንሲ ሰዓታት ልሕመን ኣለዋ ምንም ዘይብለን እውን ኣለዋ ማለት እዩ። እና እዛ ስልኪ ልገዝአላ ወይኒ ብቀደመ ሂወት ተነይራ ማለት እዩ ሕጂ መሊሱ ንሊሊ ከም ዝሃባ እዩ ልንገር ለሎና ብጣዕሚ እዩ ለስዕቕ ማለት እዩ ኣሌክስ ኣብዚኣ እውን ፕራንክ ይገብራ ኣሎ ማለት እዩ እና ስልኪ ድማ ኣይትስበሪ ግዝኢ ተኽኢልኪ ግዝኢ ደኣ እምበር ኣይትስበሪ እንዳበላ እዩ ማለት እዩ። ሊሊ ብጣዕሚ እያ ተፀፂታ ማለት እዩ። ስልኪ ስለ ዝሰበረትሉ ሓደ ግዜ ብጣዕሚ እያ ተፀፂታ። ይቅርታ ግበረለይ ስለ ዝተናደድኩ እየ እምበር ክሰብር ኣይግባእን እዩ ነይሩ። ግን ብጣዕሚ ይቅርታ ድሓን ኣብ ካሕሳኻ የውዕለኒ ኢላቶ ማለት እዩ። ድሓን ንስኻትኩም ደኣ ያው ካብኡ ናብኡ እንዳ እዩ እንታይ ካሕሳ ወሃሂብኩም እዩ እና ብጣዕሚ ኣሌክስ በቃ ትጀሚሮ የነበርኩ ከላስ በቃ ማለት ብዘይ ምፍላጥ ብዘይ ምስትውዓል በቃ ማንትስ እንድዒ በቃ ኣነሲ ዝኾነ ይኹን ሲ ቀልጢፉ ኣይርድአንን እዩ በቃ ከምዚ እውን ሰብ ልኾሪ ለቐይም ምናምን ሲ ኣይመስለንን እዩ ነይሩ በቃ ከምዚ ኣነስ ምስ ኣስሚን ምስ ወይኔ ማለት እዩ ምንም ዓይነት ርክብ ስለለነበረና ከም ሕውነት ስለልኾነት መዓር ክንዲ ክኾርያ ከናድድ ኢለ ኣይሓሰብኩይ ነይረ ግን ብደገ ኮይነ ሕጂ ክሓስቦ ክሪኦ ከለኩ ግን ብጣዕሚ ከም ዘናድድ ተረዲኡኒ ሊሊ ድማ ይቅርታ ከም ዝገበረትለይ ንስኻትኩም እውን ይቅርታ ገይርኩምለይ ኢኹም ቤተሰብ ኢሉ ብጣዕሚ ማለት ተፀፂቱ ይቅርታ እንዳሓተተ እዩ ነይሩ ማለት እዩ። ሊሊ ድማ በቃ ናይ ይቅርታ ገይረልካ ሓንቲ ግዜ ኩሉ ግዜ እንዳደጋገምካ ይቅርታ ግበረለይ ይቅርታ ግበረለይ እንዳበልካ ኣይተስታውሰኒ እያ ኢላቶ ማለት እዩ ቤዝ እወ ሓደ ግዜ ይቅርታ ተይልካ ይቅረ ይኹን ተይልካ ሰብ በቃ ሓሊፉ ማለት እዩ ምንም ደጋጊምካ ይቅርታ ትጥይቀሉ ምክንያት እስ የለን በቃ ዝፈሰሰ ነገር ይሕፈስ ድዩ ኣይሕፈስ እና በቃ ይቅርታ ተባሂልካ ኣለካ ካብ ድሕር ደጊም ከምዚ ዓይነት ከምዘይትደግም ተስፋ ንገብር ማለት እዩ እና ናይ ለማዕንቲ ሒዘልኩም ዝመፅኹ ቪድዮ ነዚኣ ትመስል ነራ ቤተሰብ ላይክ ሸር ምግባር ኣይትሕመቑ ኢኹም ኣብ ቀፃሊ ቪድዮና ክሳብ ንራኸብ ድማ ሰሰናይ ንዓኹም ባይ ባይ